እትፈትዎ እተፍቅሮ ብኣግኡ ከይሰዓረረ ከሎ ኣብ ክትሕግዘሉ ዘይትኽእል ደረጃ ከይበጽሐ ከሎ ኢኻ ክትሕግዞ ትደሊ። ሰላም ሰላም ሰላም ሰላም ክቡራት ኣሕዋት ሕጂ ውን ምሳኻትኩም ዘለኹ ሓውኹም ተስፎም እየ ብዛዕባ ሓንቲ ኣገዳሲት ኣርእስቲ እየ ሎማዓልቲ ክሕዘልኩም መፅእ ዘለኹ ክሳብ መወዳእታ ፅን ኢልኩም ክትሰምዑኒ እንተ ደኣ ጠቓሚ ኮይኑ ረኽብኩሞ ከዓ ምስ ካልኦት ሰባት ከተካፍልዎ ንካልኦት ሰባት ምእንቲ ክጠቕሞም ከዓ ከዘኻኽረኩም ይፈቱ ቅድሚ ናብ ርእስይ ምሕላፈይ ከኣ ኣዚኹም ኣዚኹም ጠቐምቲ ምኻንኩም እናኣዛኻኸርኩ ሓደስቲ እንተድኣ ኮንኩም ሳብስክራይብ ክትገብሩ ኖትፊከሽን ደወል ከኣ ክትጥውቑ ብኽብሪ ይዕድመኩም። እምበኣር ሕጂ ናብቲ ኣምጺእኒ ዘሎ ቀንዲ ኣርእስተይ ክሓልፍ እየ ብዛዕባ ቻይልድ ኮነክሽን ኣንድ ደቨሎፕመንት ዝብል ሓሳባት እየ ሒዘልኩም መጺኤ ዘለኹ። ብዛዕባ ናይ ቆልዓ ናይ ቻይልድ ደቨሎፕመንት ቅድሚ ሕጂ እውን ኣውሪደ ነይረ ክትሪእዎ ተደሊኹም ሊንክ ክገድፈልኩም እየ ኬድኩም ንእውን ክትውከሱ ትኸእሉ ኢኹም ተወሳኺ ሓበሬታ ብዛዕባ ናይ ቆልዑ ምእንቲ ክትረኽቡ ማለት እዩ ሎማዓልቲ ቀንዲ ኣገዲሳትኒ ዘላ ነጥቢ ግና ናይ ቆልዓ ኮኔክሽንን ዴቨሎፕመንትን ምዕባለ ናይ ቆልዓን ዝምድና ዝፈጥሮም እቲ ቆልዓ ማለት እዩ ኣገዳስነት ናይ ዝምድና ኣብ ቆልዓ ኣብቲ ናቱ ኣእምራዊ፣ ስምዒታዊ፣ ኣካላዊ ምዕባለ ናይቲ ቆልዓ ዘምጽኦ ጽልዋ ብዛዕብኡ ኢና ንዛረብ ማለት እዩ። ስለዚ ብዛዕባ ዝምድና ክንጅምር ኢና፣ ናይ ቆልዓ ዝምድና መዓስ እዩ ዝጅምር ዝብል ኣርእስቲ ማለት እዩ። ቅድሚ መዓስ እዩ ዝጅምር ዝብል ግን ስለምንታይ እዩ ቆልዓ ዝምድና ዝደሊ? ዝምድና ንቆልዓ ስለምንታይ የገድሶ? ዝብል ገለ ገለ ነጥብታት ክንትንክፍ ኢና ማለት እዩ። መጀመርታ መጀመርታ ዝምድና ንምንታይ የድልዮ ንዝብል ምስ ካልኦት ክዋሳእ ወይ ከዓ ክዛመድ ወይ ከዓ ዝምድና ምስ ካልኦት ኢንተራክሽን ምእንቲ ክህልዎ እዩ ዝምድና ንቆልዓ ኣገዳሲ ዝኸውን ማለት እዩ። ካልኣይ ከዓኒ ኣብ ካልኦት ዝፅጋዕ ስለዝኾነ ኣብ ካልኦት ኣብ ካልኦት ዝውከል ስለ ዝኾነ ቆልዓ ውልድ ምስ በለ ቆልዓ ብገዛእ ርእሱ ርእሱ ዝኸኣለ ዓይነት ሂወት ስለ ዘይብሉ ኩሉ ግዜ ኣብ ካልኦት ሰባት ስለ ዝምርኮስ ኣብነት ኣብ ወለዲ ወይ ከኣ ኣብቶም ዝኣልይዎ ዘለዉ ስለ ዝምርኮስ ለዚ ዝምድና ነቲ ቆልዓ ኣዝዩ ኣገዳሲ ኮይኑ ይርከብ ከም ካልኦት ዓይነት ፍጡራት ኣይኮናን ሰባት ንዝተወሰነ ግዜ ኩሉ ግዜ ዲፐንደንሲ ወይ ከኣ ጽግዕተኛታት ኮይና ስለ ንጸንሕ፣ ቆልዓኻ ምስ ተወልደ ኣብ ወለዱ ወይ ኣብቶም ኣለይቱ ስለ ዝጽጋዕ፣ ኣብኦም ስለ ዝውከል፣ ኣብኦም ስለ ካብኦም ስለ ዝጽበ እቲ ዘድልዮ ኩሉ መሰረታዊ ነገራት ማለት እዩ። ስለዚ ዝምድና ንቆልዓ ኣዝዩ ኣዝዩ ወይ ንህጻን ማለት እዩ ኣዝዩ ኣዝዩ ኣገዳሲ ኮይኑ ይርከብ ማለት እዩ። ኣብ ምዕባለ ቆልዓኻ ዓቢ ተራ ይጻወት። ዝምድና፣ እቲ እቲ ትህቦ ዓይነት ዝምድና እቲ ዝህልዎ relation ምስ ካልኦት ኣብቲ ናቱ ምዕባለ ኣዝዩ ኣዝዩ ኣገዳሲ ይኾን። ጽቡቕ ዝምድና ተኾይኑ ጽቡቕ ምዕባለ ንኸምጽእ ሕማቕ ዝምድና ተኾይኑ ከኣ ነቲ ምዕባሊኡ ብኣሉታዊ መንገዲ ክጸልዎ ይኽእል ማለት እዩ። ስለዚ ኣብ ምዕባለ ናቱ ከኣ ዓቢ ተራ ኣለዎ። ካልእ ከኣ ኤምፓቲ ወይ ከኣ ድንጋጽን ፍቕርን ዘለዎ ኮይኑ ንኽዓቢ ከኣ እቲ ዝረኽቦ ዝምድና ኣብቲ መጀመርታ ምስ ተወልደ ክዓቢ እንከሎ ዝረኽቦ ዓይነት ዝምድና ኣብ መጻኢ ህይወቱ ወይ ጨካን ንኽኸውን ወይ ከኣ ደንጋጽን ኣፍቃርን ሕያዋይን ኮይኑ ንኽዓቢ ከኣ እቲ መሰረታዊ ዝምድና ኣብ መጀመርታ ግዜ ዝረኽቦ ኩሉ ግዜ ኣዝዩ ኣገዳሲ ኮይኑ ይርከብ ማለት ወይ ከኣ ጸላዊ ኮይኑ ይርከብ ማለት እዩ። ሕልናዊ ዕቤትን ጽቡቕ ንምግባር ባህግን ድሌትን ዘሎ ኮይኑ ንኽዓቢ ከኣ እቲ ኣብ መጀመርታ ግዜ ዝረኽቦ ዝምድና ምስ ተወልደ ዝረኽቦ ዝምድና ካብ ወለዱ ይኹን ካብ ኣለይቱ ማለት እዩ ከኣ ኣብቲ ናይ ሕልና ናቱ ዴቨሎፕመንት ማለት እዩ ወይ ኣብቲ ናይ ስነ-ኣእምራዊ ምዕባለታት ናይቲ ቆልዓ ኣዝዩ ኣዝዩ ጸላዊ ይኸውን ጽቡቕ ንኽገብር ወይ ሕማቕ ንኽገብር። ጽቡቕ ስነ ምግባር ዘለዎ ዜጋ ኮይኑ ንኽዓቢ ወይ ከኣ ጽቡቕ ስነ ምግባር ዘይብሉ ዜጋ ኮይኑ ንኽዓቢ እቲ ዝረኽቦ ዝምድና ኣብቲ መጀመርታ ግዜ ናይ ህይወቱ ኣዝዩ ኣዝዩ ወሳኒ ኮይኑ ይርከብ ማለት እዩ። ስምዒታቱን ድሌታቱን ንኽገልጽ መሰረት ይፈጥረሉ ወይ ከኣ መሰረት ይኾኖ ማለት እዩ። ከምዚ እናበልኩ እምበኣር ናብቲ ዝቕጽል ኣርእስተይ ናብቲ ዝቕጽል ሓሳባተይ ቅድሚ ምስጋረይ ናይ ስነ ጥዕና ወይ ናይ ናይ ስነ ቆልዑ ወይ ናይ ሳይኮሎጂ ናይ ስነ ኣእምሮ ክኢላ ከም ዘይኮንኩ እናሓበርኩ እዚ ምሳኹትኩም ዘካፍሎ ዘለኹ ብገለ ኣጋጣሚ ኣብቲ ዝሰርሖ ዘለኹ ቦታ ን ንኽንምዕብል ኢሎም ዝኾነ ኮርስ ወይ ትምህርቲ ስለ ዝሃቡና ኣብኡ ካብ ዝወሰድክዎ ኮርስስ ካብኡ ካብ ዝተማሃርክዎ እየ ሒዘልኩም ዝቐርብ ዘለኹ ማለት እዩ። ስለዚ ክቡራት ኣሕዋት ኣዝዩ ኣዝዩ ኣገዳሲ ዝኾነ ሓበሬታ ሒዘልኩም መጸ ዘለኹ ኣብ መወዳእታ ከኣ ካብዚ ሓበሬታ እዚ ንሕና እንታይ ንምሃር እንታይ ንወስድ ዝብል ንህይወትኩም ክቕይር ዝኽእል ንደቅኹም እውን ንህይወቶም ክቕይር ዝኽእል ሓሳባትን ርእቶን መልእኽትን ሒዘ ስለ ዘለኹ ክሳብ መወዳእታ ጽንኢልኩም ክሰምዖ ብኽብሪ ዕድመኩም ስለዚ ቆልዓ መዓስ እዩ ዝምድና ዝጅምር ዝብል ኣርእስቲ ኣለና። ቆልዓ መዓስ ዝምድና ይጅምር ወይ ንቆልዓ ዝምድና ዘገድሶ መዓስ እዩ ንዝብል ውልድ ምስ በለ ቆልዓ ዝምድና ይደሊ ወይ ከኣ ዝምድና የገድሶ ወይ ከኣ ዝምድና ይጅምር ማለት እዩ። ውልድ ምስ በለ ቆልዓ ዓይኒ ንዓይኒ ናይ ወለዱ እናረኣየ ካብ ወለዱ ፍቕርን ሓልዮትን፣ ካብ ወለዱ ምክንኻን፣ ካብ ወለዱ ምብህሃል፣ ምዝርራብ ይፅበ ማለት እዩ። ስለዚ ዝምድና መዓስ ዝጅምር ቆልዓ ልክዕ ምስ ተወልደ መሰዲኡ ወይ ከዓ መሰብኡ ወይ ከዓ ምስ ወለዱ ዝምድና ይጅምር። ዓይነቱ ስድርኡ ክርኢ ይደሊ ወይ ከኣ ቀጻሊ ዓይነቱ ስድርኡ ክርኢ ይደሊ፣ ይርኢ። ፍቕርን ሓልዮትን ይደሊ፣ ምክንኻን ይደሊ። እዚ ከኣ ኩሉ ግዜ ኣብ መጀመርታ ካብ ወለዱ ካብ ኣቦን ካብ ኣዲኡን ወይ ከኣ ውልድ ምስ በለ እቶም ሽዑ ዝተቐበልዎ ዝኣልይዎ ሰባት ነቶም መጀመርታ ዝርኣዮም ማለት እዩ ካባታቶም ፍቕሪ፣ ዝምድና፣ ሓልዮት፣ ምእላይ ይደሊ ማለት እዩ ስለዚ ዝርርብ ወይ ከዓ ኮሚኒኬሽን ቀንዲ ኣሳሪ ናይቲ ቆልዓ ዝምድና ምስ ቆልዓ ምፍጣር ማለት እዩ መጀመርታ ምስ ተወልደ ተቆልዓ እቲ ናቱ ኮሚኒኬሽን መጀመርታ ውልድ ምስ በለ በክያት ይገብር ምስ በኸ ድሕሪኡ ኣዲኡ ወይ ኣቦኡ እቶም ኣብቲ ከባቢ ዘለዉ ይሓቕፍዎ ሽዑ ጀሚሩ እቲ ቆልዓ እንታይ ክገብር ይጀምር ኮሚኒኬሽን ዝርርብ ብዓይኑ ይኹን ብምድህሳስ እቲ ናቱ ኮሙኒኬሽን ይጅምር ማለት እዩ። ኮሙኒኬሽን ክጅምር ከሎ ከኣ ዝምድና ይጅምር ኣሎ ማለት እዩ። ስለዚ ቀንዲ ኣሳሪ ኮይኑ ይርከብ እቲ ዝርርብ ወይ ኮሙኒኬሽን። ቆልዓ ምስ ተወልደ እምበኣር ንእግረ መገድና ክንርድኦ ዘለና ኩሉ ግዜ ምስኡ ክንዘራረብ ክንክእል ኣለና። ቅድሚ ሕጂ እውን ንደቅና ከመይ ጌርና ቋንቋ ኣዲኦም ንምህሮም ዝብል ሓሳባት ክዛረብ እንከለኹ ካብ ማህጸን ጀሚርና ምስ ደቅና ክንዛረብ ከም ዘለና ልክዕ ምስ ተወልዱ ጀሚርና ውን ምስኦም ወግዓዊ ዝኾነ ዝርርብን ምብህሃልን ክህልወና ከም ዘለዎ ከምኡ ብምግባር ከኣ ቋንቋ ኣዲኦም ንኸማዕብሉ ንኽሕዝዎ ብቐሊሉ ንኽፈልጥዎ ንኽኽእልዎ ኣዝዩ ከም ዝሕግዞም ቅድሚ ሕጂ ተዛሪብና ኔርና ሕጂ ድማ ኣብቲ ዝምድና ምፍጣር ኮኔክሽን ንክፈጥር ተቆልዓ ምዝርራብ ምብሃሃል ኣዝዩ ኣዝዩ ኣሳርን ኣገዳስን ኮይኑ ይርከብ ማለት እዩ። ብኣግኡ ቆልዓ ወይ ከዓ ህፃን መን እዮም ወለዱ መን እዮም ዘይወለዱ ሽዑ ንሽዑ ወይ ከዓ ቀልጢፉ ምስ ተወልደ ኣብቲ ቀዳማይ ዘሎ መዓልታት ወይ ኣዋርሕ ክፈላሊ ይኽእል። ለዚ ንቆልዓ ኣናኣእስና ክንሪኦ ንህፃን ኣናኣእስና ክንሪኦ የብልናን። መን'ዮም ወለዱ? መን'ዮም እቶም ቀንዲ ምስኡ ዝምድና ዘለዎም ኣለይቱ? ካብ እቶም ዘይኣለይቱ ወይ ከኣ ዘይወለዱ ፈላልዩ ክፈልጥ ይኽእል እዩ ማለት እዩ። ካልእ ካልኣይቲ ሕቶ፣ መጀመርታ ሕቶ እንታይ ኢልና ቆልዓ መዓስ እዩ ዝምድና ዝደሊ ክጅምር ዝደሊ? እታ ካልኣይቲ ከኣ ኣየኖት ህዋሳት ተጠቒሙ እዩ ዝምድና ዝገብር። እቲ ቆልዓ ዝምድና ክገብር እንከሎ ኮኔክሽን ምስቶም ወለዱ ወይ ምስቶም ኣለይቱ ኮኔክሽን ክፈጥር እንከሎ እንታይ ዓይነት ህዋሳት ይጥቀም? እዚ ብቕልል ዝበለ መንገዲ ምርኣይ፣ ምድህሳስ፣ ምሽታት፣ ምስትምቓር፣ ምስማዕ ተጠቒሙ ዝምድና ክገብር ይኽእል ማለት እዩ። ውልድ ምስ በለ ቆልዓ ኣዲኡ ትሓቑፎ ድሕሪ ሽዑ እዚ ጨናዋ ጨና ንሱ እቲ ናይ መጀመርታ ናቱ ውሑስ ዝኾነ ዝምድና ዝፈጥረሉ ዓይነት ሰብ እዩ። ስለዚ ውልድ ምስ በለት እታ ኣዲኡ ሓቒፋቶ ናይ ኣዲኡ ጨና ንኡ ኣዝዩ ኣዝዩ ኣዝዩ ኣገዳሲ ኮይኑ ይርከብ ኣብ ሂወቱ ከም ከም መሰረት ናይ ህይወቱ ገይርዎ እስታ ማለት እዩ። ስለዚ እቲ ጨና ተጠቒሙ ነዲኡ ካብ ካልኦት ኣዴታት ክፈሊ ይኽእል ማለት እዩ። ከምኡ ከኣ ጨና ተጠቒሙ ነቡኡ ከምኡ ጨና ተጠቒሙ ነቶም ኣሕዋቱ ኣብቲ ህይወቱ መጀመርታ ዝረኸቦም ክጥቀም ይኽእል። ብምርኣይ እውን ክፈላሊ ይኽእል። ብምስማዕ እውን ድምፂ ናቶም እናለለየ ዝያዳ እናተረድኦ ዝያዳ እናፈለጦ ዝያዳ ካብ ናይ ካልኦት ድምፂ እናፈላለየ ተጠቒሙ ከኣ ዝያዳ ክፈልጦም ይኽእል ምድህሳስካ ከምኡ ማለት እዩ ዓይኑ እንተ ጽቡቅ ዘይሰርሕ ኮይኑ ዓይኑ ጽቡቅ ዘይርተ ኮይኑ ሓንሳብ ነዲኡ ምስ ዳህሰሳ ምስ ኣካላታ ምስ ተንከፎ ወይ ነቡኡ ምስ ተንከፎ ድሕሪኡ እቲ ስምዒት እቲ ዓይነት ቆርበት ኣብቲ ኣእምሮ ናይቲ ቆልዓ ይሰኣል እሞ ነዲኡ ክሕዛ ከሎ ኣዲኡ ምዃና ይፈልጥ ነቡኡ ክሕዞ ከሎ ከኣ ኣቡኡ ምዃኑ ይፈልጥ ወይ ከኣ እቶም ቀዳሞት ኣለይቱ ስድርኡ ንሳቶም ምዃኖም ካብ ካልኦት ክፈላልዮም ይኽእል ማለት እዩ። ስለዚ ቆልዓ ዝጥቀመሎም ዓይነት ህዋሳት እዞም ዓይነት ህዋሳት እዚኦም ማለት እዮም እቲኦም ዝምድና ንክገብር ኣዝዩ ዘገድስዎ ማለት እዩ በዚ መሰረት ንዝመፅእ ሓበሬታ ክትርጉምን ክርድኦምን ይኽእል ማለት እዩ በዚ ዝበልናዮ ማለት እዩ በዚ ብምስማዕ ብምርኣይ ብምሸታት ብምስትምቓር ብምድህሳስ ገይሩ ነቲ ዝመጽእ ሓበሬታ ክትርጉሞ ይኽእል ጽቡቕ ድዩ ሕማቕ ትረት ዝኾን ዓይነት ድዩ ወይስ ን ዝሓሊ ዓይነት ድዩ ወይስ ዘፍቅሮ ድዩ ወይስ ክጎድኦ ዝደሊ ዓይነት ድምጺ ድዩ ዘፈራርሕ ዓይነት ድምጺ ድዩ እቲ ዓይነት ኣክሽንስ ትገብሮ ኩሉ በዘን ዓይነት ህዋሳት ጌሩ ናይ ምትርጓም ዓቕሚ ኣለዎ ማለት እዩ ይትርጉሞ ስለዚ እንተ ክትጎድኦ ዝደልኻ ዓይነት ኮይኑ ተሰሚዕዎ ክበኪ ይኽእል እንተ ተፍቅሮ ዘለኻ ሓልዮት ተርእዮ ዘለኻ ዓይነት ጌሩ እንተተርጉምዎ ከኣ ክስሕቕ ፍሽኽታ ከርእየካ ይኽእል ማለት እዩ ስለዚ እዘን ኩለን ዓይነት ህዋሳት እቲ ቆልዓ በብደረጅኡ መዓስ ይምዕብል ከመይ ገይሩ መዓስ ይጅምሮ ገለ ዝብል ካልእ ኣርእስቲ እዩ ግን እዘን ሓሙሽተ ህዋሳት እዚአን ግን ኣብ ሂወቱ ክጥቀመለን ዝኽእል ኣብቲ ኮኔክሽን ኣብ ምፍጣር ዘገድስኦ ማለት እየን ምዕባለ ቆልዓ እምበኣር ሕጂ ናብኡ መፅእ ኣለኹ ምዕባለ ቆልዓ ካብ ዜሮ ክሳብ ክልተ ዓመት ክልተ ዓይነት ዳይመንሽንስ ከርእየና እዚ ሞቶሪክ ዴቨሎፕመንት ኤንድ ኮግኒቲቭ ዴቨሎፕመንት ዝብል እቲ ሞቶሪክ ዝብል ምንቅስቓሳዊ ኣካላዊ ምንቅስቓስ ዓይነት ምዕባለ ክኸውን ከሎ እቲ ኮግኒቲቭ ዝበሃል ከኣኒ ናይ ኣእምሮ ዓይነት ምዕባለ እዩ ማለት እዩ ስለዚ ካብ ዜሮ ክሳብ ክልተ ዓመት ዘለዉ ቆልዑ ወይ ህፃናት ዘርእይዎ ዓይነት ምዕባለ እዚ ሞቶሪክ ዴቨሎፕመንት ኢልና ዘለና ናይ ኣካላዊ ምውስዋስ ማለት እዩ። ንኣብነት ኣብ ዜሮ ክሳብ ክልተ ዓመት ዘለዉ ቆልዑ ዘለዉና ህፃናት ማለት እዩ እንታይ ዓይነት ዴቨሎፕመንት ንኸርኢ እንታይ ዓይነት ዴቨሎፕመንት ከርኢ እንታይ ዓይነት ምዕባለ ከርኢ ንፅበዮ እቲ ቆልዓ ንሱ እንተዘይሪኦ ከ እንታይ ንገብር ዝብል ሓሳባት ክንርኢ ኢና ማለት እዩ። እቲ ከምኡ ዓይነት ምዕባለ እንተዘይሪኡ እንታይ ክንገብር ኣለና ዝብል ሓሳባት ኣብ ትሕቲ ተይዘልኩም ክመጽእ እየ ሕጂ ግና እቶም መቓልታት ናይ መስትዋት ንዛረበሎም። ኣብ ዜሮ ክሳብ ክልተ ዓመት ዘሎ ናይ ምንቅስቓስ ምዕባለ ወይ ከኣ ሞተሪክ ደቨሎፕመንት ዝበሃል ማለት እዩ ርእሱ ከልዕል ይጅምር፣ ይግምጠል፣ ብኸብዱ ይድቅስ፣ ብሕቖኡ ይድቅስ፣ ብጎኒ ይድቅስ፣ ኩሉ ማለት እዩ ካብ ዜሮ ክሳብ ክልተ ዓመት ዘሎ ኣዝዩ ነዊሕ ግዜ ኢና ንዛረብ ዘለና ኣብቲ ኣጋጣሚ እቲ ሰሙን ከምኡ እንተዘይገበረ ኣብታ ካልኣይቲ ሰሙን ካልኣይቲ ወርሒ ሳልሰይቲ ወርሒ እንዳበለ ክሳብ ክልተ ዓመት ዘሎ ዘርእዮ ዓይነት ምዕባለ ኢና ንዛረብ ዘለና ማለት እዩ ስለዚ ርእሱ ከልዕል ክግምጠል ብኸብዱ ብሕቝኡ ብጎኑ ክድቅስ ፍሑኽ ምባል፣ ምኻድ ዝጅምረሉ ግዜ ማለት እዩ። ስለዚ እዜን ምዕባለ እዜን ኣብ ዜሮ ክሳብ ክልተ ዓመት ዘሎ ቆልዓ ናይ ሞቶሪክ ናይ ኣካላዊ ምውስዋስ ምዕባለ እዜን ንጽበ ማለት እዩ። ክሳብ ሕጂ ናይ ቆልዓ ናይ ስነ ቆልዓ ተማራመርቲ ወይ ከዓ ሳይንቲፊክ ዴቨሎፕመንት ብዛዕባ ቻይልድ ዴቨሎፕመንት ዝተበጽሐ ዝተፈልጠ ነገር እዚ እዩ ማለት እዩ። ኮግኒቲቭ ዴቨሎፕመንት እዚ ናይ ኣእምሮ ምዕባለ ማለት እዩ። ኣተሓሳስባ ኣተሓሳስብኡ ክምዕብል ይጅምር፣ ከባቢኡ ክድህስስ ይጅምር፣ ዝድህስሰሉ ግዜ እዩ። ይርኢ፣ ይሰምዕ፣ የስተማቕር፣ ይድህስስ፣ ዳህሲሱ ከይፈልጥ ማለት እዩ። ስለዚ እዚ ከኣ ናይ ኣእምሮ ምዕባለ ዘርእዮ ማለት እዩ። እንታይ ኢለኩም ኣለኹ ኣተሓሳስብኹም ምዕብል ይጅምር ከባቢኡ ክድህስስ ይጅምር ይርኢ ይሰምዕ የስተማቕር ይሽትት ኩሉ ማለት እዩ በዚታት ገይሩ ምዕባለ የርኢ ኣብዘንት ካብ ዜሮ ክሳብ ክልተ ዓመት ዘለዋ ግዜ ማለት እዩ ቆልዓ ካብ ክልተ ክሳብ ሽዱሽተ ዓመት ዘሎ ቆልዓ ከዓኒ ኣብቲ ሞቶሪክ ደቨሎፕመንት ዝብል ኣብቲ ናይ ኣካላዊ ምውስዋስ ዓይነት ምዕባለ ክዘልል ክነጥር ይጅምር፣ ክጎዪ ዝኽእል ቆልዓ ይኸውን፣ ፋይን ሞቶሪክ ደቨሎፕመንት ዝብሃል ከኣኒ ከም ምጽሓፍ፣ ምሓዝ ብኽልተ ኢድካ፣ ዝኾነ ነገር ምጭባጥ፣ ምሕንጻጽ፣ ምጽሓፍ ኢለ ጸኒሐ፣ እዚ ፋይን ደቨሎፕመንት ማለት እዩ፣ ፋይን ዝኾነ ምንቅስቓስ ናይ ኣካላት ምስዕሳዕ ከምኡ ዓይነት ማለት እዩ፣ ፍሉይ ዝኾነ ምንቅስቓስ። ክገብር ይጅምር። ኣብቲ ናይ ኣእምሮኣዊ ዴቨሎፕመንት፣ ኮግኒቲቭ ዴቨሎፕመንት፣ ዝበሃል ከኣ ወዱ እናዓበየ ይመጽእ። ኣብቲ ኣተቐዲምና ኣተሓሳስባ ምሕሳብ ጀሚሩ፣ ክሓስብ ጀሚሩ ኢልና ጸኒሕና፣ ሕጂ ከኣ ኣተሓሳስብኡ ዝያዳ ይማዕብል። ካብ ክልተ ክሳብ ሽዱሽተ ዓመት ዘሎ ግዜ ምርዳእ ናቱ ይዓቢ። ሕሉፍ ፍልጠቱን ተመኩሮኡን ተጠቒሙ ናይ ምርዳእ ክእለቱ ዝያዳ ይውስኽ ማለት እዩ። ናይ ምግንዛብ ክእለቱ ይዓቢ ማለት እዩ። ካብ ዝሓለፈ ዝረኣዮን ዝተረድኦን ተበጊሱ ዝኾነ ዓይነት ኮንክሉዥን ክገብር ይኽእል ማለት እዩ። ብዛዕባ ዘይሪኦ ዘሎ ክዛረብን ክርዳእን ይኽእል። ሕጂ ኣብተን ዜሮ ክሳብ ክልተ ዓመት ዘለዋ ምናልባት ብዛዕባ ዘይሪኦ ዘሎ ነገር ቅድሚ ሕጂ ዘይረኣዮ ብዛዕብኡ ተዛሪብካዮ ኣብስትራክት ነገራት ነጊርካዮ ክርድኦ ኣይክእልን እዩ። ኣብ ክልተ ክሳብ ሽዱሽተ ዓመት ዘሎ ግዜ ግን ኣብቲ ኣብተን ኣርባዕተ ዓመት ማለት እዩ ዘሎ ግዜ ግን እቲ ቆልዓ ንዘይረኣዮ ነገር እውን ናይ ምርዳእ ዓቕሙ ይምዕብል ወይ ከኣ ይውስኽ ማለት እዩ። ድሕሪኡ ዝመጹ ደረጃ ቆልዑ ካብ ሽዱሽተ ክሳብ ዓሰርተ ክልተ ዓመት ዘለዉ ቆልዑ ዘምጽዎ ሞቶሪክ ዴቨሎፕመንት ን ኮግኒቲቭ ዴቨሎፕመንት ማለት እዩ። እቲ ሞቶሪክ ዴቨሎፕመንት ካብ ሽዱሽተ ክሳብ ዓሰርተ ክልተ ዓመት ዘለዉ ቆልዑ ሳይክል ናይ ምዝዋር ክእለት ከማዕብሉ ይኽእሉ ወይ ሳይክል ክዝውሩ ይኽእሉ፣ ማንካ ፋርኬታ ሒዞም ክበልዑ ይኽእሉ፣ ካብ ብኢዶም ጥራይ ምብላዕ ብካልእ መሳርሒታት ገይሮም ናይ ምብላዕ ዓቕሞም ክዓቢ ክምዕብል ይጅምር፣ መቐስ ሒዞም ንኣብነት ክቖርጹ፣ ዝኾነ ቅርጻ ቅርጺ ክገብሩ፣ ዝኾነ ስርሓት ክሰርሑ ይኽእሉ፣ ማስል ትሬኒንግ ክገብሩ ይኽእሉ፣ ከም ምጉያይ፣ ምንጣር፣ ሳይክል ምዝዋር፣ ሓደ ጋፕ ካብኡ ዘሊልካ ናብቲ ሓደ ምኻድ እዚ ኣካላዊ ዝእስቱ እዚ ዓቢ ማስልስ ዝበሃል ናይ ኢድ ናይ እግሪ ናይ ከብዲ ናይ ሕቆ ኩሉ እዚ ናይ ትሬኒን ናይ ምግባር ናይ ምልእማድ ዓቕሞም ይምዕብል ማለት እዩ ስለዚ ኣብቲ ናይ ኮግኒቲቭ ዴቨሎፕመንት ዝብል ናይ ኣእምሮ ምዕባለ ከዓ ምዝማድን ምውድዳርን ይጀምሩ ኮምፔር ኮንትራስት ናይ ምግባር ዓቕሞም ይምዕብሉ ማለት ኮምፔር ኮንትራስት ይገብሩ የዛምዱ የወዳድሩ ማለት እዩ ከምኡ ተጠቒሞም ከኣ ናብ ሓደ መደምደምታ ክበፅሑ ይኽእሉ ማለት እዮም ቁመት ክብደት ርሕቐት ክርድኡ ይጅምሩ ማለት እዩ ኣብስትራክት ዝዋን ነገራት ክርድኦም ይጅምር ማለት እዩ ኣብስትራክት ማለት ክንጭብጦ ዘይንኽእል ስነ ሓሳባዊ ዝኾነ መረዳእታ ዘለዎ ማለት እዩ ንኣብነት ከም ቁመት ኣብስትራክት እዩ ንውሓት ኣብስትራክት እዩ ርሕቐት ኣብስትራክት እዩ ነዚ ክርድኦ ይኽእሉ ማለት እዮም። ድሕሪኡ ምሕዝነትን ዕርክነትን ምግባር ኣብ ህይወቶም ኣዝዩ ኣገዳሲ ይኸውን። እዚ ዓቕሚ ምዕባለ እዚ ከኣ ይህልዎም ማለት እዩ። ምኽንያቱ እዚ ካብ ካብ ሽዱሽተ ክሳብ ዓሰርተ ክልተ ድና ዘለና እዚ እቲ ናይ ኣብ ኣብ ካብኡ ናብ ቲን ኤጅ ገጾም ዝሰግርሉ ግዜ ስለዝኾነ ዝያዳ ምዕባለ ዝምድና ዕርክነት ምሕዝነት ኣዝዩ ኣዝዩ ኣገዳሲ ኮይኑ ይርከብ ማለት እዩ። ስለዚ ከምቲ ኣቐዲመ ዝበልክዎም ኣዚኹም ጠቐምቲ ምዃንኩም ደጊመ ክዘክረኩም ይደሊ። ኣዝዩ ጠቓሚ ኮይኑ እንተረኺብኩሞ ከኣ ምስ ካልኦት ሰባት ሼር ክትገብርዎ ንካልኦት ሰባት ክጠቕሞም ስለ ዝኽእል ኣብ ካልኦት ሰባት ከተካፍልዎን ከተባዝሕዎን ድማ የዘኻኽረኩም። ተዛሪብካ እንታይ ኣምጻኻ እዩ ነገሩ። ብዛዕባ እዚ ክንዛረብ ጸኒሕና ሕጂ እንታይ ኢና ክንብል ማለት ካብዚ እንታይ ኢና ንወስድ ናይ ቆልዓ ዴቨሎፕመንት ጥራይ ፈሊጥናሲ እንታይ ኢና ክንገብር ዘለና ዝብል ሓሳባት ከኣ ክንዛረበላ ጽቡቕ ኮይኑ ይስምዓኒ።

ሰሪሐ እብለኩም ኣለኹ ሕጂ ካብኡ ዝተማሃርኩዎ ዝፈለጥኩዎ ነገራት እንታይ እየ ተማሂረ ከም ወላዲ ኮይነ ከዓኒ ን ዓሰርተ ሰለስተ ዓመታት ይቅጽል ኣለኹ ማለት እዩ ስለዚ እንታይ እየ ክብል ደልየ ገሊኦም ወለዲ እንታይ ትርኢ ናይ ደቆም ምዕባለ እናረኣዩ ምናዳ ምናዳ ኣብ ቤት ትምህርቲ ክትሰርሕ ከለኻ እቶም መምሃራን ኩላትካ እቶም ነቲ ቆልዓ ትምህሮ እቲ ቆልዓ ጸገም ከም ዘለዎ ኣብቲ ምዕባለ ኣብቲ ኮግኒቲቭ ደቨሎፕመንት ኣብቲ ኣእምሮኣዊ ምዕባሊኡ ይኹን ኣብቲ ሞቶሪክ ደቨሎፕመንት ብዙሕ ድሒሩ ከም ዘሎ ካብቶም ካልኦት ካብቶም መዛኑ ይረኣየካ እሞ ሽዑ ንስድርኦም ጸዊዕኻ ተዛርቦም ከለኻ እቶም ስድርኦም ግን ነቲ ነቲ ንስኻ ዘምጻኻዮ ሓሳባት ወይ ከዓ ንስኻ ዝበጻሕካዮ መደምደምታ ብዛዕባ እቲ ቆልዓ ኣይኮነን ኢሎም ክነጽግዎ ከለዉ ትርኢ እሞ ኣብቲ ቆልዓኻ ዝግባእ ሓገዝ ኣይረክብን ስለዚ ንሕና ከም ወለዲ ምናዳ ምናዳ ኣብዚ ናተይ ዩቱብ ቻነል ከም ዝርኦ መብዛሕትኹም ነዚ ዩቱብ ቻነል ትከታተልዎ ካብ ዕስራን ሓሙሽተን ክሳብ ኣርብዓን ኣርባዕተን ዓመት ዘለኹም ስለ ዝኾንኩም እቶም ልዕሊ ሓምሳ ሚእታዊት ክንዶ ዓይነት ዕድመ ዘለኩም ስለ ዝኾንኩም ቆልዑ ክህልውኹም ስለ ዝኽእሉ ወሊድኩም ትዕብዩ ዘለኹም ሰባት ኩኑ ስለ ትኽእሉ ከም ወላዲ ኣነ ባዕለይ ከም ወላዲ ሰለስተ ቆልዑ ከም ዘለዉኒ ንደቅና ብጣዕሚ ኢና ንፈትዎም ብጣዕሚ ኢና ነፍቅሮም ለይትን መዓልትን ንገብሮ ዘበለ ኩሉ ናቶም ጽቡቕ ነገር ንኽንርኢ ንሳቶም ኣብ ዝበለጸ ቦታ በጺሖም ንኽንርኢ ኢና ኩሉ ላዕልን ታሕትን እንብል ለዚ ከምዚ እናገበርና እንከለና ናይ ደቅና ምዕባለ ብደቂቕ እዩ ዝረኣየና ካብቶም መምሃራን ንላዕሊ ካብቶም ምስኡ ዝውዕሉ ሰራሕተኛታት ናይ መንግስቲ ድዮም ኣብ ቤት ትምህርቲ ድዮ ኣብ ዝተፈላለየ ቦታታት ካብቶም ክሪእዎ ዝውዕሉ ሰባት ኣብ ሕክምና ከይዱ ሓኪም ንሓፂር ግዜ ርእይውን ብዛዕባ ገለ መደምደምታ ክበፅሕ ይኽእል ካብቶም ዝተፈላለዩ ሰባት ዝርእይዎ ንሕና ዝያዳ ነቲ ናቱ ምዕባለ ብደቂቕ ንከታተልን ንፈልጥን ሰባት ስለ ዝኾንና ንደቅና ከዓ ብጣዕሚ ነፍቅሮም እንተዳ ኮይንና ኣዚና ንፈትዎም እንተዳ ኮይንና እቲ ናቶም ምዕባለ እቲ ከምጽዎ ዝግብኦም ምዕባለ ፈሊጥና ንኡኡ እንተዘይበጺሖሞ ብኣግኡ ብግዚኡ ናይ ክኢላታት ሓገዝ ክንሓተሎም እንተዘይክኢልና ኣብ ደቅና ዘለና ፍቕሪ ዝንቡዕ ፍቕሪ ምዃኑ እዩ ዘርእየካ ምኽንያቱ ንትፈትዎ ንተፍቅሮ ብኣግኡ ከይሳዕረረ ከሎ ኣብ ክትሕግዘሉ ዘይትኽእል ደረጃ ከይበጽሐ ከሎ ኢኻ ክትሕግዞ ትደሊ ስለዚ ኣይበሎ ኣይውረድ እንተ ድኣ ኮይኑ ግን ውላድካ እቲ ክርእዮ ዝግብኦ ምዕባለ ዝይርኢ ከም ዘሎ ኮይኑ እንተ ድኣ ተረዲእካ እንተ ድኣ ፈሊጥካ ኣብ ክንዲ ነቲ ናቱ ጸገም ኣብ ክንዲ ነቲ ናቱ ሕማም ኣብ ክንዲ ነቲ ናቱ ጎደሎ ሸፊንካ እንታይ ዝብል ምሰለ ኣሎ ሓባ ቁስሉ ሓባ ፈውሱ ዝበሃል ኣሎ። ስለዚ ነቲ ነቲ ነቲ ናይ ውላድካ ድኻም፣ ነቲ ናይ ውላድካ ዘይምምዕባል፣ ነቲ ናይ ውላድካ ጉድለት ምሽፋንካ ፈውሲ ንውላድካ ኢኻ ትኸልኦ ዘለኻ። እቲ ክረኽቦ ዝግብኦ ሳይኮሎጂካል ሓገዝ፣ እቲ ክረኽቦ ዝግብኦ መዲካል ሓገዝ ኢኻ ትኸልኦን ትዓግቶን ዘለኻ ማለት እዩ። ስለዚ ፍቕርኻ ቅኑዕ ኣይኮነን። እንተ ብሓቂ ንውላድና ንፈትዎም ነፍቅሮም ኮይንና እቲ ዝግብኦም ምዕባለ እቲ ዝግብኦም ኣካላውን ኣእምራውን ምዕባለ እንተ ዘይርእዩ ኣልዮም ብኣግኡ ከሎ ክሕገዙ ስለ ዝኽእሉ ተሓጊዞም ከኣ እቲ ጎዲሉ ዘሎ ክምላእ ስለ ዝኽእል ምናዳ ምናዳ ኣብ ስደት ዘለና ህዝቢ ኣብ ስደት ዘለና ሰባት ብዙሕ ናይ ሳይኮሎጂካል ሜዲካል ሓገዝ ክንረክብ ንኽእል ስለ ዝኾንና ክረኽቡ ስለ ዝኽእሉ ደቅና ማለት እዮም ቀልጢፍና እቲ ዝግባእ ሓገዝ ንኽረኽቡ ክንሕግዞም እዩ ዝግብኣና እምበር ሸፋፊንና ነቲ ሓገዝ ከም ዘይረኽቡ ክንገብሮ ኣይግብኣናን እዩ ሕጂ እንታይ ኢኻ ትርኢ ኣብታ ንዝሰርሓሉ ማለት እዩ እቶም ብኣግኡ ንደቆም ሓገዝ ዝሓተቱ ገሊኦም ወለዲ ብጣዕሚ እዮም ዝድነቑ ባዕሎም እዮም እዚኣ በረኻ ኣትዮም ገሊኦም ከኣ ምስ ነገርካዮም ከኣ ኣሃ ኦኬ ከምኡ ድዩ ኢሎም ነቲ ነገር ተቐቢሎም ከኣ ብኣግኡ ሓገዝ ዝረኽቡ ወይ ከኣ ዝደልዩ ዝፈቕዱ እቶም ቆልዑ ዘድሊ ምዕባለ ከምቶም ጥዑያት ዋላ እኳ እንተዘይኮኑ ብዙሕ ጽቡቕ ለውጢ ብዙሕ ሓገዝ ክረኽቡ ፍሉይ ዝኾነ ሓገዝ ክወሃቦም ከም ካልኦት ቆልዑ ብማዕረ ኮንካ እንትሪኦም ተወሳኺ ሓገዝ ስለ ትህቦም ተወሳኺ ሓገዝ ንክረኽቡ መሰላቶም ዝያዳ ብቐሊሉ ይረኽቦ ማለት እዮም። እቶም ሓባእ ፈውሲ ዝበልኩኹም ከኣ ሓባእ ይቆስሉ ዝበልኩኹም ከኣ እቶም ንደቆም ኣይኮነን እናበሉ ዝኽልክልዎም ዝዓግትዎም ድሓር ምስ ዓበዩ ምናዳ ምናዳ ካብ ሸሞንተ ትሽዓተ ዓሰርተ ንላዕሊ ምስ ኮነ ኣዝዩ ስለ ዝገሃድ ዝኾነ ዜምምዕባሎም ማለት እዩ ጉድለታት ኣብ ምምዕባል እናተ ናይ ኣእምሮ ምዕባለ ኣዝዩ እንተ ጎዲሉ ካብ ሸሞንተ ትሽዓተ ክትሪኦ ትኽእል ኢኻ እቲ ናይ ኣካላት ካብ ብንእሽቱ እዩ ዝፍለጥ ኣካላዊ ጉድለት እንተ ኮይኑ እቲ ናይ ኣእምሮ ግን ካብ ሸሞንተ ትሽዓተ ናብ ዓሰርተ ገጾም ክወዱ ከለዉ ኣዝዩ ዓቢ ፍልልይ ስለ ዝረኣ ሽዑ ከይፈተዉ ሓገዝ ይደልዩ እሞ እቶም ቆልዑ ግን ኦሬዲ ብዙሕ ስለ ዝሰጎሙ ብዙሕ ዋላ ሓገዝ ተገበርካሎም ጽቡቕ ምዕባሌ ከይርእዩ ይኽእሉ እዮም ማለት እዩ። ስለዚ ክቡራት ኣሕዋት እዚ ክብል እየ ሎም መዓልቲ መጺኡ ማለት እዩ። ደቅና ብጣዕሚ ስለ ንፈቶም ብጣዕሚ ስለ ነፍቅሮም እቲ ከምጽዎ ዝግቦም ምዕባለ እናስተውዓልና እናፈለጥና እንተዳ እዚኦም እዚኦም ከዓኒ ኣብ ግዚኡ ሓገዝ ናይ ክእላታት ንደቅና ክንሓትት ክንህበሎም ክንረኽበሎም ክላበወኩም ስለ ዝደለከ ክሳብ ሕጂ ምሳይ ስለ ዝጸናሕኩም ኣዝየ ኣዝየ የመስግነኩም ደጋጊመ ደጋጊመ ዝብለኩም እዚ ቪድዮ እዚ እዚ ሓበሬታ እዚ ኣገዳሲ እዩ ኢልኩም እንተ ሓሲብኩም ንካልኦት ሰባት ከኣኒ ቆልዑ ዘለዎም ክጠቕሞም ይኽእል እዩ ዝብል ሓሳብ ንዘለወኩም ከተካፍልዎ ናብ ብዙሓት ሰባት ከተብጽሕዎ ደጋጊመ ደጋጊመ ይሓተኩም ክሳብ ሕጂ ምሳይ ስለ ዝጸናሕኩም ብትገብርዎ ምትብባዕ ኩሉ ትህቡኒ ኮመንትስ ከኣ ኣዝየ ዘመስግነኩም ሕጂ ውን ፍሉይ ዝኾነ ሓሳብ ተልዩኩም ኣብ ታሕቲ ሓሳባትኩም ክትገድፉለይ ብኽብሪ ይዕድመኩም ከምዚ እናበልኩ ዝፍለየኩም ሓውኹም ተስፎምየ ባይ ባይ።